ሎሚ መዓልቲ ትምህርትና ራእይ ዮሃንስ ሻድሻይ ምዕራፍ ካብ ጥቕስ ሓደ ክሳብ ሸሞንተ ዘሎ ከንብበልኩም እየ እሞ ኣርእስቲ ክነግረኩም እየ ብድሕሪኡ እቲ ዝርዝራቱ ክንከይድ ኢና ከም ዝብል ጥቓል እቲ ገንሸል ካብቲ ሸውዓተ ማሕተምሲ ሓደ ምስ ፈትሐ ኸዓ ረእኹ ሓደ ከም ዳሃይ ነጉዲ ዝበለ ንዓሞ ረአ ክብል ከሎ ሰማዕኹ ረእኽዎ እንሆ ኣምበላይ ፈረስ፣ እቲ ተቐሚጥዎ ዘሎ ድማ ቀስቲ ኣለዎ፣ ኣኽሊል እውን ተዋህቦ፣ እናሰዓረ ክስዕር ወጸ። ነቲ ኻልኣይ ማሕተም ምስ ፈትሖ ድማ፣ እቲ ኻልኣይ እንስሳ ንዓሞ ረኣየ ኪብል ከሎ ሰማዕኹ። ካልእ ሓመር ፈረስ ድማ ወጸ፣ ነቲ ተቐሚጥዎ ዘሎ ኸኣ ንሓድሕዶም ምእንቲ ኪቃተሉስ፣ ንሰላም ካብ ምድሪ ከርሕቓ ተዋህቦ፣ ዓብዪ ሰይፊውን ተዋህቦ። ነቲ ሳልሳይ ማሕተም ምስ ፈትሖ ኸኣ፣ እቲ ሳልሳይ እንስሳ ንዓ እሞ ርኣ ኪብል ከሎ ሰማዕኩ፣ ረእኽዎን፣ እንሆ መጋል ፈረስ፣ እቲ ተቐሚጥዎ ዘሎኻ ኣብ ኢዱ ሚዛን ኣለዎ፣ ኣብ መንጎ እቶም ኣርባዕተ እንስሳ ድማ ከም ድምጺ ዝበለ ሓደ ኮይኒክስ ስርናይ ብዲናር፣ ሰለስተ ኮይኒክስ ስገምካ ብዲናር፣ ዘይትን መዓርን ኣይትጉዳእ ክብል ከሎ ሰማዕኩ። ነቲ ራብዓይ ማሕተም ምስ ፈትሑኻ፣ ድምጺ እቲ ራብዓይ እንስሳ ንኣሞረ ክብል ከሎ ሰማዕኩ፣ ረእኹ ውን፣ እንሆ ቡላ ፈረስ፣ ስም ተቐሚጦ ዘሎ ውን ሞት እዩ፣ ሲኦል ካኣ ይስዕቦ፣ ብሰይፍን ጥሜትን ፌራን ብኣራዊት ምድርን ገይሮም ንራብዓይ ኣፍ ምድሪ ክቐትልዎ ስልጣን ተዋሃቦም፣ እዚ ቃል ጎይታ እዩ። ስለዚ ካብ ዘንበብናዮ እቲ ኣርእስትና እቲ ገንሸል ካብቲ ማሕተም ምስ ፈትሐ ዝብል ማለት እዩ ካብቲ ማሕተማት ምስ ፈትሐ ዝብል ማለት እዩ ሕጂ ካብ ጥቕሲ ሓደ ክሳብ ሸሞንተ ዘሎ እተን ቀዳሞት ኣርባዕተ ማሕተማት እዩ ዛረብ ስለዚ ኣብዘን ቀዳሞት ኣርባዕተ ማሕተማት ሓደ እንታይ ኣሎ ኣብዘን ዘመሳስለን ኣሎ ካብተን ዳሕሮ ሰለስተ እተን ኣርባዕተን ዘመሳስለን ኣሎ ሓደ ዘመሳስሎም እንታይ እዩ ኣብ ኣርባዕቲኡ ኣፍራሳት እዮም ዘሎ ኣብቲ ቀዳማይ ኣምበላይ ፈረስ ወይም ድማ ፃዕዳ ፈረስ ኣሎ ኣብቲ ካልኣይ ድማ ሓመር ፈረስ ኢሉ ኣሎ ሓመር ከ ቀይሕ ፈረስ እዩ ቀይሕ ፈረስ ክወፅእ ከሎ ተገሊፁ ሳልሳይ ድማ ካብቲ ማሕተማት ምስ ፈትሐ መጋል ፈረስ ሂዶ ኣሎ መጋል ፈረስ ማለት ካብ ጸሊም ፈረስ ማለት እዩ ጸሊም ፈረስ ወፅዩ መበር ራብዓይ ምስ ፈትሐ ድማ ቡላ ማለት እዩ ሓሙኸሽታይ ፈረስ ወፅዩ ስለዚ ኣብ ኣርባዕትኡ ማሕተማት ኣብተን ቀዳሞት ኣርባዕተ ማሕተማት ኣርባዕተ ኣፍራሳት ክወፁ ከሎ ንርኢ ማለት ኢና ኣብ ርእሲኡ ድማ ኣብ ኣብ ልዕሊ እቲ ኣፍራሳት ተወጥሕዎ ሰባትን ነገራትን ኣሎ ክንርኢ ኢና ማለት ብብሓደ ክንርኢ ኢና ኣርባዕተ ኣፍራሳት ኣርባዕተ ድማ ተወጥሖ ነገራት ኣለዎ ስለዚ ክንዲ ኣርባዕተ ኢልና ክልተ ኣርባዕተ ርኢና ኣለና ቀዳማይ ኣርባዕተ ኣፍራሳት ኣብቲ ኣፍራሳት ድማ ተወጥሕዎ ኣርባዕተ ሰባት ወይ ኣርባዕተ ነገራት ኣለዉ ሳልሰይቲ ድማ ንሪኦ እንታይ እዩ ኣብ ምዕራፋት ኣርባዕተን ሓሙሽተን ተመሊስና እንተለና ኣብኡ እንታይ ኣሎ ኣርባዕተ እንስሳታት ኣለዉ ኣርባዕተ ህያዋን ፍጥረታት ኣለዉ ስለዚ እዞም ኣርባዕተ ህያዋን ፍጥረታት ኣብ ዝሓለፈ ርኢና ምና ኣብዚ ኸ ምዝኦም ነተሓሓዞም ማለት ኢና ምክንያቱ ኣብ ነፍሲ ወከፎም ኣብ ነፍሲ ወከፎም ማሕተም ምስ ተፈትሐ፣ እቲ ማሕተም ጎይታ ምስ ፈትሐስ፣ ካብቶም ኣርባዕተ ሓደ እንስሳ ድማ ንዓ ርኣይ ክብል ከሎ ርእይዎ፣ ነቲ ካልኣይ ማሕተም ምስ ፈትሖ ድማ ካብቶም ኣርባዕተ እንስሳ ንዓ እሞ ርኣይ ክብል ከሎ ርእይዎ፣ ኣብ ሳልሳይ ራብዓይ እናበለ ይቕጽል ማለት እዩ። ስለዚ ናይቶም ኣርባዕተ እንስሳ ታራ ወይ ድማ ግደ ድማ ኣብዚ ንርኢ ማለት ኢና። እግዚኣብሔር ዝተመስገነ ይኹን። ስለዚ እዚ ሓፈሻዊ መእተዊ መዳህሰሲ ማለት እዩ ቁርብ ምስቲ ናይ ዝሓለፈ ትምህርትታት ከነተሓዞ እንተኮይና ኣብ ምዕራፍ ኣርባዕተ እቶም ኣርባዕተ እንስሳን እስራ ኣርባዕተን ሽማግለታትን ንኣቦ ፅቡቅ ገይሮም እዮም ኣምሊኾሞ ኣብ ሓምሻይ ምዕራፍ ድማ እቲ ገንሸል መፂኡ ነቲ መፅሓፍ ምስ ወሰደ እቶም ኣርባዕተ እንስሳን እስራ ኣርባዕተ ሽማግለታት ድማ ነቲ ገንሸል ጽቡቅ ገሮም ኣምሊኾም ስለዚ ገንሸል ተመሊኹ ናይ ንግስነት ናይ ክብሪ ናይ ስልጣን ቦትኡ ወሲዱ ኣብቲ ኣምልኾም ድማ ንስሃ ክብሪ ጥበብ ሓይሊ ስልጣን ክትወስድ ብቑዕ ኢኻ እናበሎ ዘሚሮም ኣምሊኾም ብድሕሪኡ ድማ ኣብ ሰማይ ዘሎ ኣብ ምድሪ ዘሎ ኣብ ትሕቲ ኣብ ምድሪ ዘሎ ኣብ ባሕሪ ዘሎ ኩሉ ፍጡር ድማ ነቲ ኣብ ዝፋን ተቐሚጡ ዘሎ እግዚኣብሔር ኣምላኽን ነቲ ገንሸል ድማ ኣምሊኹ ማለት ድሕሪ እዚ ኣምልኾ እዚ እዩ እቲ ማሕተማት ክፈትሕ ጀሚሩ ሕጂ ናብዚ ኣርስትና መፂና ኣለና ስለዚ እንታይ ኢሉ እቲ ገንሸል ካብቲ ሸውዓተ ማሕተምሲ ሓደ ምስ ፈትሐ ረእኹ ኢሉ ስለዚ ማሕተማት ክፈትሕ ጀሚሩ ማለት እዩ ሕጂ ኣብዚ ማሕተማት ክፈትሕ ከሎ ቀዳማይ ቀዳማይ ኣብቲ መጽሓፍ ነንብቦ ነገር ወልሓደ የብልናን ምሽ መጽሓፍ ተረኺቡ መጽሓፍ ሸውዓተ ማሕተም ተሓተመ እቲ ማሕተማት ምስ ፈትሐሲ ከምዚ ተነቢቡ ከምዚ ተነቢቡ ዝብልሲ ወልሓደ ኣይንርኢን ኢና ግን እንታይ ዝስዕብ እቲ ማሕተማት ክፈትሕ ከሎ ድሕሪኡ ዝስዕብ ተግባር ወይም ድማ ኣክሽን ዕዮ ፍርዲ ኣሎ ማለት እዩ ስለዚ እቲ ማሕተማት ኣብ ምድሪ ዝፍጸም ብሙሉ ምስ ምንታይ ብቐጥታ ተተሓዘ እዩ? ኣብቲ ምፍታሕ ናይ ማሕተማት ማለት እዩ። ስለዚ ነዚ ኩሉ እዚ ዝቆጻጽር ኣብ ልዕሊ ስልጣን ዘሎ መን እዩ? ናይ ይሁዳ ኣንበሳ የሱስ ክርስቶስ ስልጣን ዘሎ ብዘይ ናቱ ኣፍልጦ ኣይከውንን እዩ። ክሳብ ምዕራፍ ዓሰርተ ሸሞንተ ዘሎ ብሙሉ ድማ ካብቲ ማሕተማት ምስ ፈትሐ እዩ ዝፍጸም ማለት እዩ። ስለዚ ሕጂ ግዜ ፍርዲ እዩ። ዓለም ዝፍረደሉ ግዜ ማለት እዩ ዓለምሲ ትቕፅዓሉ ግዜ ማለት እዩ ነቶም መጥፋእቲ ምድሪ ዘጥፍኣሉ ዘመን መፅኡ ማለት እዩ ፍርዲ ኣብ ዓለም ዝፍፀመሉ ግዜ ማለት እዩ ናይ ፈተና ሰዓት ንዓለም ዝበፂሓ ማለት እያ ንሕና ግና ተሓሊና ሞሊቕና ከይድና ኣለና ማለት ኢና ከምቲ ሄኖክ ሞሊቑ ዝኸደ ቅድሚ ማያሂ ንሕና ድማ ሞሊቕና ከይድና እግዚኣብሔር ዝተመስገነ ይኹን ሃለሉያ ስለዚ እቲ ገንሸል ሎሚ እዘን ናይዚ ኣርባዕተ እንስሳታት ሓፈሻዊ መእተዊ ጥራሕ ክንርኢ ኢና ኔክስት ዊክ ምናልባሽ ብኣዝዩ ዝርዝር ክንከይድ ኢና ስለዚ እቲ ገንሸል ካብ ሸውዓተ ማሕተምሲ ሓደ ምስ ፈትሐ ረእኹ ሓደ ከም ደሃይ ነጉዲ ዝበለ ድማ ንዓሞ ረኤ ክብል ከሎ ሰማዕኹ ሕጂ እዚ ንዓሞ ረኤ ዝብ ዘሎ ካብቶም ኣርባዕተ እንስሳ ሓደ እዩ ከም ምንታይ ከም ነጉዲ ዝበለ ሓይሊ ዘለዎ ስልጣን ዘለዎ ድምጹ ሲ ከም ነጉዲ ንዓሞ ረእ ክብል ከሎ ሰምዓኹ ኢሉ ረእኾ ውን እንሆ ኣምበላይ ፈረስ እቲ ተቐሚጥዎ ዘሎ ድማ ቀስቲ ኣለዎ ኣኽሊል ውን ተዋህቦ እናሰዓረ ክስዕርካ ወጸ ኢሉ ኣሎ ስለዚ እዚ ኣብ ኣምበላይ ፈረስ ዝተቐመጠ ኣብ ፈረስ ዝተቐመጠ እዩ እዚ ተቐሚጡ ዘሎ መን እዩ እንታይነቱ መን እንትልናስ እዚ ጸረ ክርስቶስ እዩ ጸረ ክርስቶስ እዩ ዝመጽእ ዘሎ ማለት እዩ ስለዚ ጸረ ክርስቶስ ንሕና ከይተነጠቕናሲ ኣይግለጽን ኢልና ኣለና ምሾ ኣብ ዝሓለፈ ትምህርታት ኩሉ ጽቡቅ ገና ተማሂርና ኣለና ንሕና ተነጠቕና ምስ ከድና ሽዑ ንሽዑ ኢሚድየትሊ ሽዑ እንታይ ክኸውን እዩ ክግለጽ እዩ እቲ ምስጢር ምፍራስ ሕጊ ዝሮካ ብስውር ሲዓያ ኣሎ ሕጂ ግና ክግለጽ ኣይክልን እዩ እቲ ዝኽልክሎ ዘሎ ክሳብ ተጸሪጉ ክሳብ ዝኸይሲ ብውሽጢ ክሰርሕ እንተጸሪግና ምስ ከድና ካብ ዝተላዕልና ምስ ከድና ሽዑ ክግለጽ እዩ ስለዚ ቀዳማይ ዝግለጽ መን ጸረ ክርስቶስ ንሕና ተነጥቕና ምስ ከድና ሕጂ እዚ ኣብ ኣምበላይ ፈረሲሎ ዘሎ ኣብ ራ ሃንስ ኣብ ክልተ ቦታ ኣምበላይ ፈረሲሎ ኣሎ ክልቲኡ ግና ተፈላለየ እዩ ኣብዛ ቀዳማ ርኢ ዘለና ናይ ፀረ ክርስቶስ እዩ ኣብ ምዕራፍ ዓሰርተ ትሽዓተ ግና ኣምበላይ ፈረስ ተወጢሑ ዝመጽእ ጎይታናን መድሓኒናን የሱስ ክርስቶስ እዩ ኣብቲ መወዳእታ ናይ ሸውዓተ ዓመት ማለት እዩ እዚ ኣብ መጀመርታ ናይ ሸውዓተ ዓመት ናይ ኣምበላይ ፈረስ ዝመጽእ ጸረ ክርስቶስ እዩ ኣብቲ መወዳእታ ናይ ሸውዓተ ዓመት ኣብ ኣምበላይ ፈረስ ተቐሚጡ ዝመጽእ ናይ ጎይታ የሱስ ክርስቶስ ንኡ ድማ ጽቡቅ ገና ከናንብቦ ኢና ምክንያቱ ከይንደናገር መታን ምዕራፍ 19 ከምዚ ይብል ካብ ጥቅሲ 11 ሰማይ ተኸፊቱ ረእኹ እንሆ ድማ ኣምበላይ ፈረስ ኢሎ ልክ ከምታ ሕብራስ ኣምበላይ ፈረስ እተቐሚጦ ዘሎኻ እሙንን ሓቀኛን እበሃል ብጽድቂ እውን እዩ ዝዳንን ዝዋጋን እዚ ጎይታ የሱስ ክርስቶስ ብጽድቂ ዝዳኒ ዝዋጋ ጎይታ የሱስ ክርስቶስ የዕንቱ ከም ሓልሓልቲ ሓዊ እየን፣ ኣብ ርእሱ እውን ብዙሕ ዘውድታት ኣለዎ፣ ብጀኩስ ሓደ እኳ ዘይፈልጦ ጽሑፍ ስም ድማ ኣለዎ፣ ብደም እተቐለሰ ክዳን ተወንዚፉ ስሙ እውን ቃል ኣምላኽ እዩ። ኣብ ሰማይ ዘሎ ሰራዊት ጻዕዳን ጽሩይ ሻሽ ተኸዲኖም ኣብ ኣምበላታት ኣፍራስ ተቐሚጦም ሰዓብዎ። ስለዚ ናይ ጎይታ የሱስ ክርስቶስ ኣምበላይ ፈረስ ፍሉይ ኣሎ ናትና ድማ ኣብ ሰማን ድና ተነጠና ከድና ድሓር ክንምለስ ኢና ንሽሕ ዓመት ንግስነት ኣብ ምንታይ ተቐሚጥና ክንመፅእ ኢና ኣብ ኣምበላያት ኣፍራሳት ተቐሚጥና ክንመፅእ ኢና ሽኡ እንታይ ክንገብር ኢና ካብ ሰማይ ናብ ምድሪ ክንጋልብ ኢና ኣምላኽ መስገን ሃለሉያ ጎይታ ሱእ ክብል ከሎ ንሕና ድማ ሱእ ክንብል ኢና እግዚኣብሔር ተመስገነ ይኹም እዚ ጎይታ የሱስ ክርስቶስ ድሓን ኣብዚ ካልእ ግዜ ክንመፅኦና ግን እቲ ነጥበ እንታይ እዩ ኣብ ምዕራፍ ሽዱሽተ ዘሎ ኣብ ኣንበራዊ ፈረስ ተቐሚጡ ዝመፅእ እቲ መጀመርታ ዝመፅእ ዘሎ ቅድሚ መጀመርታ ናይ ሸውዓተ ዓመት መከራ ክጅምር ከሎ ዝመፅእ ፀረ ክርስቶስ ሽምበር ክርስቶስ ኣይኮነን ክርስቶስ ደሓር እዩ ክመፅእ ማለት እዩ እግዚኣብሔር ዝተመስገነ ይኹም እዚ ድማ እንታይ እዩ ደሓር ኣብ ማቴዎስ እውን ከይድና ከነተሓሓዞ ኢና እዘን ኣርባዕተ ነገራት ኣብ ተገሊፀን ዘለዋ ማለት እዩ ስለዚ ፀረ ክርስቶስ እንታይ እዩ ንሓሶት መሲሕ እዩ ንሰባት ከስሒት ማለት እዩ አ፣ ሰባት ከስሒት እዩ ከጋጊ እዩ ማለት እዩ እቲ ሕጂ አ፣ ረእዎ ኣብቲ መወዳእታ ዘመን እናቐረብና እናቐረብና ምስ እንኸይድ እናቐረብና ምስ እንኸይድ እቲ ናይ ሓሶት ናይ ሓሶቲ ነቢያት መንፈስ እውን ኣዝዩ ክበዝሕ ማለት እዩ ሕጂ ናብ እንታይ ሽሙ ንኸይድ ናብ ማቴዎስ ንኸይድ ናብ ማቴዎስ 24 ማቴዎስ ዕስራን ኣርባዕተን ንኺ እሞ ንኺ ኣብ ማቴዎስ ኣሎ ኣብ ማሪቆስ ኣሎ ኣብ ሉቃስ ኣሎ እዚ ኣብ ሰለስዮ ተፃሓፈ ግና ምስ ግዜና መታን ክንከይድ ኣብ ሓደ ጥራሕ ክነተኩር ማቴዎስ ዕስራን ኣርባዕተን ካብ ሓደ ኣትሕዝና ክነንብቦ የሱስ ካብ ቤት መቕደስ ወፅኡ ኸደ ደቂ መዛሙርቲ ድማ ህንፃ ቤት መቕደስ ከርእይዎ ናብኡ ቀረቡ ንሱ ግና መሊሱ እዚ ዅሉስ ትሪዎ ዶ ኣለኹም ኣብዚ ዘይፈርስ እምኒ ኣብ ልዕሊ እምኒ ኣይተርፍን እዩ እብለኩም ኣለኹ በሎም ኣብ ደብረ ዘይት ተቐሚጡ ከሎ ደቂ መዛሙርቲ ብሕት ኢሎም በይኖም ማለት እዩ እዚ መዓዝ ክኸውን ትእምርቲ ምምፃኻን መወዳእታ ዓለምከ እንታይ እዩ እስከ ንገረና እናበሉ ናብኡ ቀረቡ። የሱስ መሊሱ በሎም፣ ሓደ እኳ ከይስሕተኩም ተጠንቀቑ። ይገርም እዩ። ካብዘን ምልክታት ብምሉኣተን እታ ቀዳመይቲ ጎይታ ዘጠንቀቕኩም እንተ- ዘጠንቀቖም እንታይ እዩ? ሓደ እኳ ከይስሕተኩም ተጠንቀቑ። ኣነ ክርስቶስ እየ እናበሉ ብዙሓት ብስመይ ክመፁ እዮም፣ ንብዙሓት እውን ከስሕቱ እዮም ኢልዎ ኣሎ። እዚ መዓስ እዩ? መወዳእታ ክቀራረብ ከሎ ማለት እዩ እዚ ኣብዚ መጀመርታ ቅልውላው ኢልዎ ዘሎ እቲ ናይ መጀመርታ ቅልውላው ሲ ኣብቲ መጀመርታ እንድዩ ብዙሓት ኢልዎ ፀረ ክርስቶስ እቲ ቀንዲ ባዕሉ ኣይኮነ ብዙሓት ንኡ ዘብሉ ማለት እዩ ሕጂ ምዚ ዘኺደና ምዚ ዘኺደና ኣብ ቀዳማይ ዮሃንስ እውን ኣለና ካልኣ ምዕራፍ ጥቕሲ 18 ደቀየ ኢሉ እዚያስ እታ ዳሕረይቲ ሰዓት እያ ዳሕረይቲ ማለት ናይ መወዳእታ ሰዓት እያ the last hour ኢሉ ኣሎ ኣብቲ ናይ እንግሊሽ ናይ መወዳእታ ሰዓት እያ ኣብ መወዳእታ ሰዓት ናይ መወዳእታ ሰዓት እያ ኢሉ ኣመን ዶ ናይ መወዳእታ ሰዓት እያ መዓስ እዩ ኢልዎ እዚ ሃዋርያ ዮሃንስ ቅድሚ ክልተ ሽሕ ዓመታት ካብቲ ናይ መወዳእታ ሰዓት ክንደይ መፂና ኣለና ብናይ እግዚኣብሔር ኣቆፃፅራ ንቆፅር ዘለና ካብቲ መወዳእታ ሰዓት ኢሉ ፀሓፈልና ክልተ ሽሕ ዓመታት መፂና ኣለና ምናልባሽ ናይ መወዳእታ ሓሙሽተ ደቂቕ ሓደ ደቂቕ ክትከውን ትኽእል እያ ብናይ እግዚኣብሔር ኣቆፃፅራ ኣሜን ማረናታ ጎይታ ኢየሱስ ኦኬ ቀዳማይ ዮሃንስ ኢለኩም እሽዶ ቀዳማይ ዮሃንስ ክልተ ዕስራ ሸሞንተ ከምዚ ይብለና እቲ ቃል ደቀየ ኢሉ ደቀየ ደስ ይብል ምሽ ደቀየ ክብል ከሎስ ኣባታዊ ሓላፍነት ተሰሚዩ ዝፅሕፍ ዘሎ እዚያ እታ ዳሕረይቲ ሰዓት እያ ናይ መወዳእታ ሰዓት እያ ናይ መወዳእታ ግዜና ዘለና ኢሉ ፅሒፉ ካብኡ ድማ ክልተ ሽሕ ዓመታት መፂና ኣለና ናይ መወዳእታ መወዳእታ ኣለና ማለት ኢና ከምቲ እቲ ጸረ ክርስቶስ ከም ዝመጽእ ከም ዝሰምዓኹሞ፣ ጸረ ክርስቶስ ክመጽእ እዩ ሰሚዕኹም ኣለኹም፣ ካብ ሕጂ እውን ብዙሓት ኣጽራሪ ክርስቶስ ተንሲዮም ኣለዉ። ጸረ ክርስቶስ ሓደ ውልቀ ሰብ እዩ፣ ንበይኑ ዝመጽእ፣ ንሱ ቅድሚ ምምጽኡ ስርሑ ዝሰርሑ ዘቀላጥፍሉ ዘጣጥሕሉ ብዙሓት ሓሰውቲ ነብያት ወይ ድማ ኣጽራረ ክርስቶስ ተንሲዮም ኣለዉ፣ ሕጂ እውን ኣብቲ ግዜ እቲ እውን ማለት እዩ። እዚኣ እታ ዳሕረይቲ ሰዓት ምዃና በዚና ንፈልጥ። ናብ መወዳእታ ሰዓት ከም ዝቐረበት ድማ በዚና ንፈልጥ። ብኸመይ? ብዙሓት ሓሰውቲ ነብያት፣ ብዙሓት ሓሰውቲ መማህራን፣ ብዙሓት ሓሰውቲ ሃዋርያት፣ ብዙሓት ኣጽራሪ ክርስቶስ ክትንስኡ ከሎ፣ ናይ ጸረ ክርስቶስ መንፈስ ክበዝሕ ከሎ ንኡ መጣጥሒ ይገብርሉ ስለ ዘለዉ እታ መወዳእታ ሰዓት ከም ዝቐረበት ንፈልጥ ማለት ኢና። ስለዚ፣ ክልተ ዓበይቲ ነገራት ክኾና እዩ ምሸ ቅድም ክንጠቕ ኢና ድሕሪ ፀረ ክርስቶስ ክግለፅ እዩ ክልቲኡ ሲ ኣብ ተመሳሳላይ ግዜ ግን ንሕና ኢና ንቕድም ቅድሚ ናስ ንሱ ክግለፅ እዩ ስለ እዚኦም ይቀራረቡ ኣለዉ ንፀረ ክርስቶስ ክቕበልዎ ንሕና ንቀራረብ ኣለና ንጎይታ የሱስ ክንቅበሎ ስለዚ ናብ መወዳእታ ሰዓት እናቐረበ እዩ ዝብ ዘሎ ማለት እዩ ኣብ ጥራ ዮሃንስ ተመሊስና እንተ ኣንበብና፣ ንሕና ተንጥቕ ምስ በልና፣ እቲ ቀዳማይ ማሕተም ምስ ፈትሐ ጎይታ የሱስ ክርስቶስ ኣብቲ ኣምበላይ ፈረስ ተቐሚጡ ዝመጽእ ጸረ ክርስቶስ እዩ ክመጽእ ንሱ ድማ እንታይ ኢሉ እናሰዓረ ክስዕር ወጸ ኢልዎ ኣሎ ስለዚ ንኹሉ ነገር ክስዕር እዩ ሙሉእ ዓለምሲ ኣብ ትሕቲ ክዝጽሩ ከእቱ እዩ ማለት እዩ ጨኳኒ ክኾኒ ኣብ ዳንኤል ውን ጽቡቅ ገሪ ገሊጽዎ ኣሎ ኣብ ዳንኤል እንታይ ገሊጽዎ ኣሎ እናሳዕረ ክስዕር ማለት ሲ ብሙሉእ ክረግጾ ኢሉ ንገሊኡ ብኣጋሪ ረግጾ ገሊኡ ድማ ኣስናኑ ኣስናን ሓጺን ነበረ ይጥሕን ነበረ ይብለና ንኩሉ ክረግጽ ኣብ ዓለም ዘሎ ማለት እዩ እምቢ ዝበለ ብሰይፊን ብክሳን ንኩሉ ጨፋሊቁ ክሕዝ እዩ ኣብ ዓለም ዘለዉ ነገስታት ሲ ከምዚ ጨካና ዲክታተራት ንብሎ ግን ነዚ ዝዳርጎ የብሉን እንታይ ይብል ትንቢት ዳንኤል 15 ክሳብ እስራን ክልተን ዘለዋ ከነነብብ ሸውዓተ ካብ ዓሰርተ ሓሙሽተ ክሳብ ዕስራን ክልተን ኣነ ዳንን መንፈሰ ኣብ ውሽጢ ስጋ ሰንበደ እቲ ረኣየት ርእሰይ ከዓ ኣጨነቐኒ ካብቶም ደው በሃልትስ ናብ ሓደ ቀረብኩ ብዛዕባ እዚ ኩሉ ርግጹ ሓተትኩ ንሱ ተዛረበኒ ትርጓሚውን ነገረኒ እዞም ኣርባዕተ ዓበይቲ ኣራዊት እዚኣቶም ካብ ምድሪ ዝትንሱ ኣርባዕተ ነገስታት እዮም እቶም ናይ ልዑል ቅዱሳን ግና ነታ መንግስቲ ክቕበልዋ እዮም፣ ነታ መንግስቲውን ንዘለዓለም፣ እረ ንዘለዓለም ኣለም ክወርስዋ እዮም። ኣሜን! ንሕና ክንወርስ ኢና። እግዚኣብሔር ተመስገነ ይኹን። ድሕሪዚ ድማ ብዛዕባ እቲ ኣስናኑ ሓፂን ኢልዎ ኣሎ። ኣስናኑ እንታይ እዩ? ሓፂን እዩ፣ ፀረ ክርስቶስ እዩ። ኣስናኑ እንታይ? ሓፂን፣ ፀረ ክርስቶስ። ኣፅፋሩኻ ኣስራዚ ዝኾነ ዋው ዝወሓጠን ዝሰባበረን ንዝተረፎ ድማ ብኣእጋሩ ዝረገጸን ኣዝዩ ዘሰክሕን ንበይኑ ዝኾነ ዓይነት ራባ ኣራዊት ብዛዕባ እቲ ኣብ ርእሱ ዝነበረ ዓሰርተ ቀርኒን ብዛዕባ እቲ ኣብ ቅድሚኡ ሰለስተ ዝወደቑ ዝወጸት ካልእ ቀርኒን ንሳውን ዓይንቲ ዓበይቲ ዝዛረብ ዛረቢ ኣፍን ዝነበራ ትርኢታ ውን ከብቶም ካልኦት ዝበለጸት ርግጹ ክፈሉ ደሌኹ ስለዚ ኣብቲ ራ ዮሃንስ ዘንበብናዮ ኣናሰዓረ ክስዕር ወጸ ኢሉ ንኹሉ ይረግጽ ኢሉ ብኣጋሩ ይረግጽ ኣስናኑ ሓጺን ኣጽፋሩ ድማ ሓጺን ንሰለፈ ይረግጾ ይጥሕኖ ይሰባብሮ ኢሉ መሰክሕ ኢሉ ኣሎ ዳንኤል ባዕሉ ሰኪሑ እዩ ነዚ እናረኣየ ማለት እዩ ስለዚ እቲ እናሰዓረ ክስዕር ወፀ ዝብል ድማ እሱ እዩ ማለት ግን ኣብዚ ሓደ ነገር ከነስዕሎ ዘለና ተዋሃቦ ዝብል ቃል ኣይትረስዑ ረእኹ እንሆ ኣምበላይ ፈረስ ተቐሚጦ ዘሎ ድማ ቀስጢ ኣለዎ ኣኽሊል እውን ተዋሃቦ ኢሉ ኣሎ ስለዚ እዚ ተዋሃቦ ዝብል ዘሎ ሲ በዓሉ ድሌቱ ክገብር ተፈቒዱሉ እዮ እምበር ብዘይ ፍቓድ ናይ ጎይታ ኣይ ገብርን እዩ ማለት እዩ ስለዚ እቲ ማሕተማት ፈትሑ ጎይታ እንዘ ኣፍቂዱ ሲ ከምቲ ኣብ ግዜ ኢዮብ ሲ ኢዮብ ሲ እዚ ኩሉ ሰይጣን መፅኡ ሲ ንኢዮብ እዚ መከራ ከምፃሉ ከሎ ሲ ኣምላኽ ስለ ዘፍቀደሉ እምበር ካብ ፍቓድ ኣምላኽ ወፃኢ ዝኸውን ነገር የለን ኣምላኽ ድኣሞ ስለምንታይ ስለምንታይ ከምዚ ፈቒዱ ኣብ ዓለም እንትልናሲ ምክንያቱ ንወዱ ስለ ዘይተቐበልዎ እዩ እቲ ፍርዲ እንታይ እዩ ኢሎ ኣሎ ኣብ ዮሃንስ ሳልሳ ምዕራፍ ዮሃንስ ሳልሳ ምዕራፍ ሲ ብወዲ ኣምላኽ ዝኣመነ ኩሉ ድሮ እንታይ ኮይንዎ እዩ ተፈሪድዎ እዩ ኢልዎ ኣሎ እቲ ፍርዲ ድማ ኣብኡ ገሊፅዎ ኣሎ ወንጌል ዮሃንስ ሳልሳ ምዕራፍ ከምኡ ይብለና ምሽቶ

ኣምላኽ በቲ ሓደ ወዱ ዝኣመነ ኩሉ ናይ ዘልኣለም ሕይወት ምንጭ ክረክብ እምበር ከይጠፍእሲ ንወዱ በጃ ክሳዕ ዝህብ ክሳዕ ክንድዚ ንዓለም ኣፍቀራ። ኣምላኽ ንወዱ ዓለም ብእኡ ክትድሕን እምበር ንዓለም ክፈርዳስ ኣይለኣኾን። ብእኡ ንዝኣምን ኣይፍረዶን እዩ። ኣሜን። ብእኡ ንዝኣመንና ኣይፍረደናን እዩ። ነቲ ዚኣምን ግና ብስም ሓደ ወዲ ኣምላኽ ስለ ዚኣመነ ድሮ እንተ ዀነ ወይን ተፈሪድዎ ኣሎ ኢልዎ ኣሎ። ደሓር ጥቕሲ ሰላሳን ሽዱሽተን እንተ ኣንብብና ብወዲ ዚኣምን ናይ ዘለኣለም ህይወት ኣላቶ፣ እቲ ብወዲ ዘይኣምን ግና ቍጥዓ ኣምላኽ ኣብኡ ደኣ ይነብር እምበር ንህይወት ኣይረኣን ኢልዎ ኣሎ። ስለዚ ቍጥዓ ኣምላኽ ቍጥዓ እቲ ገንሸል ዚግለጸሉ ግዜ ስለ ዝበጽሐ እቶም ጠፍኡሲ ስለምንታይ ምጸፉ ኢሉ ቃል ኣምላኽ ይሓትት ኣብ ካልኣይ ተሰሎንቄ። እቲ ንምድሓኖም ዝኸውን ፍቕሪ ሓቂ ስለ ዘይተቐበሉ እዮም ዝጸፉ ኢልዎ። ፍቕሪ ሓቂ ኣብ መስቀል ጎይታ የሱስ ክርስቶስ ገሊጽዎ እዩ። ህይወቱ ሂቡስ ገሊጽዎ እዩ። ነዚ ፍቕሪ እዚ ዝነጸገ ኣውቶማቲካሊ ኣብ ፍርዲ ዝኣቱ ኣብ ቁጥዓ ንኣምላኽ ዝኣቱ ኣብ ትሕ ሰይጣን እዩ ዝኣቱ ኣብቲ ዝጥሕንን ዝረግጽ ናው እዩ ዝኣቱ ስለዚ ኢሉ ነቶም ብዓመፃ ደስ ዝብሎም ሰባት ኣሎ ብዓመፃ ደስ ዝበሎም ሓቂ እናፈለጡ ሓቂ እናራዩ ነቲ ሓቂ ረጊፆም ዓመፅ ዝፈትዉ ሰባት ኣሎ በቲ ዓመፅ ድማ ዝሕጎሱ ሰብ ክውፃዕ ከሎ ብዚ ኣገባብ ፍትሒ ክጉደል ከሎ ይሕጎሱ እዚ ናይ ጸረ ክርስቶስ መንፈስ እዩ ዝዓዩ ዘሎ ኣባታቶም ንፈልጦን ሰባት እንተሉና ቤተሰብና ቀረባ እንትኾኑ ከነጠንቅቆም ኣለና ወንጌል ክንነግሮም ኣለና ዓመፅ ዓመፅ ክንብል ኣለና ሓቂ ሓቂ ክንብል ኣለና ንሕና ነዚና ተላኢኽና ነፍስና ፈቲና ሱቕ ኣይንበል እንታይ ክተርፈካ እዩ ጸርፊ ድዩ ጸርፊ ክርስቶስ ጹር ውርደት ድዩ ጾሮ እንታይ ክተርፈካ እዩ ዝተርፈና ነገር የለን ሓቂ ሓቂ ፍትሒ ፍትሒ ክንዛረብ ኣለና ብዓመፅ ደስ ዝብሎም ነቲ ዓመፅ ሓሶት እዚ ኩሉ ናይ ሰይጣን እዩ ኣብቲ ሰይጣን እዮም ዘሎ ካልእ ኣይኮነ ሰይጣን እዩ ክልተ ነገራት ጥራይ ዘሎ ኣብ ዓለም ወይ ምስ ጎይታ ወይ ምስ ሰይጣን ማእኸላይ ዝበሃል መንገዲ የለን ስለዚ ንሕና ቪግሮስሊ ብሓይሊ ክንነግር ኣለና ነቲ ቃል ሓቂ ሲ ድሕር ክንብል የብልናን ነቲ ናይ ናይ ጽድቂ ነገር ድሕር ክንብለ የብልናን ኣብ ሰማይና ክንዛረብ ክንክእል ኣለና እግዚኣብሔር ዝተመስገነ ይኹን ስለዚ ንምድሓኖም ዝኾኑ ፍቅሪ ሓቂ ስለዘይተቐበሉ ዝጠፍኡ እዮም ኢልዎ ኣሎ ኣብ ርእሲኡ ድማ ነቶም ብዓመፃ ባህ ዝብሎ እምበር ብሓቂ ዘይሕጎሱ ሰባሲ መታን ክፍረዱ ኢልዎ ኣሎ ነቲ ሓሶት ንሓሶት ንኽኣምኑ ኣምላኽ ብርቱዕ ስሕተት ሰደሎም ኢልዎ ኣሎ ስለዚ ገሊኦም ነቲ ሓሶት እንታይ ገብርዎ እምነቶም ይኸውን ነቲ ሓሶት ይኣምንዎ ኢልዎ እዚ ካብ መን ካብ ሰይጣን ኣይኮነ ካብ ኣምላኽ ኢልዎ ኣሎ ኣምላኽ ሰደሎም ኢልዎ ኣሎ ካብ ሰይጣን ኣይኮነን ካብ ኣምላኽ ሰደሎም ኢልዎ ኣሎ ስለምንታይ ኣምላኽ ኹም ከምኡ ስለ ዝፈተው ኣምላኽ ሲ ፌር ዝደለዮ ይህብ ጽድቂ ትፈቱ እንተኾንካ ነዚ ጽድቂ ይህበካ ሓቂ ትፈቱ እንካ ሓቂ ይህበካ ፍቕሪ ትፈቱ እንካ ፍቕሪ ይህበካ ሰላም ትፈቱ እንካ ሰላም ይህበካ ኖኖ ኣነ ፍቕሪ ኣይደልን ሰላም ኣይደልን ሓሶት ደለ ሰይጣን ደለ ዝብልካ ንኡኻ ይሕልፍ ይበካ ፍርዲ ንኣምላኽ እዩ ቃል ኣምላኽ ኢና ንዛረብ ዘለና ሓሳብ ርእስና ኣይኮና ንዛረብ ዘለና ነቶም ብዓመፃ ባህ ዝብሎም ብሓሶት ባህ ዝብሎም ሓቂ እናራዩ ዓመፅ እናራዩ ነዚኣቶም ቃል ሓቂ ክንነግሮም ኣለና ሕጂ ግዜ እንከለና ግዜ እንከለዎም ከይሞቱ እንከለዉ ምፅኣት ከይኮነ እንከሎ ክንነግሮም ኣለና ኣብ ሓደጋ ከም ዘሎ ክንነግሮም ኣለና ኦከ ስለዚ እታ ቀዳመይቲ ነጥቢ ወዲና ኣለና ንሕጂ ቀዳማይ ፈረሲ እቲ ናይ ፀረ ክርስቶስ መንፈስ ህጂ እናበዝሐ ዝኸይ ዘሎ ማለት ኣብዚ መወዳእታ ዘመንሲ ገሊኦም ኣዛኖም ኣሰሓይዎም ኢልዎ ኣሎ ነቲ ትምህርቲ ሓቂ ዘዕገሰሉ ዘመን ክመፅእ ኢልዎ ኣሎ ዘመን እዚ ከምኡ እዩ ሓቂ ናይ ቃል ኣምላክ ካብ ምስማዕ እዚ ዘረባ ሓተውተው ሓቂ ዝመስል ንኣምላኽ ዚመስል፣ እቲ ሓቂ ትንቢት ንኣምላኽ ግና ምስዚ ቓል ኣይጋጮን እዩ። ሎሚ ሰብ ግና ትንቢት ተባሂሉ ትንቢት ንኣምላኽ ትንቢት ተባሂሉሲ ኣ ምስ ቃል ኣምላኽ ዝጋጮ ብዙሕ ነገራት ከሎ ንዑ ዝስዕቡ ብዙሓት እዮም። ዝስሕቱን ዘስሕቱን ብዙሓት እዮም። ኣውና ዘለና ኣዛኖም ኣሰሓዮም ሲ ነቲ ጥዑይ ትምህርቲ ዘይእገሰሉ ዘመን ክመጽእ ኢልዎ ኣሎ ኣብቲ ዘመንና ነብር ዘለና ኣሕዋተይ ስለዚ ብግዚኡን ብግዜ ግዚኡን ክዛረብ ክትገንሕ ክትገልጽእ ኣብ ቅድሚ ጎይታ ኢየሱስ ክርስቶስ ኣብ ቅድሚ መላእኽቱ ምግብላጥ መንግስቱን የማሕጽነካ ኣለኹ ኢልዎ ኣሎ እግዚኣብሔር ዝተመስገነ ይኹን ስለዚ ቀዳማይ ማሕተም ምስ ፈትሐ እሱ ዝኸውን ነቲ ካልኣይ ማሕተም ምስ ፈትሖ ድማ እቲ ካልኣይ እንስሳ ንዓሞ ረአ ክብል ከሎ ሰማዕኹ ሕጂ ዓይነ እንስሳ ካብቶም ኣርባዕተ እንስሳ ኣብ ምዕራፍ ኣርባዕተን ሓሙሽተ ዝረኣናዮም ንዓሞ ረአ ክብል ከሎ ሰማዕኹ ኢልዎ ኣሎ ሽዑ እቲ ካልኣይ ማሕተም ምስ ፈትሐ ካልእ ሓመር ፈረስ ድማ ወፀ ሓመር ማለት ቀይሕ ፈረስ ወፅዩ ነቲ ተቐሚጥዎ ዘሎኻ ንሓደ ሓደ ምንጢ ቃተሉስ ንሰላም ካብ ምድሪ ቅርሕቓት ወሃቦ ዓቢ ሰይፊ እውን ተዋህቦ። ስለዚ ኣብቲ ሓመድ ኣብቲ ቀይሕ እቲ ቀይሕ ፈረስ ን- ናይ ውግእ እዩ ውግእ ኣብኡ ጠቐሚቱ መጺኡ ንሰላም ዘበለስ ካብ ምድሪ ከርሕቓ እሞ ሰባትሲ ንሓድሕዶም እንታይ ክኾኑ ክቃተሉ እሱ እዩ ናይ ሰይጣን ንግስነት ንሰይጣን ዝደለይዎ እንታይ እዩ ሰላም ኣልቦነት ንሓድሕድካ ምቅትታል ንሓድሕድካ ድማ ብሰይፊ ምውድዳ እዩ ምክንያቱ ነቲ ሰል- ናይ ሰላም ንጉስ ንጉስ ሳለም የሱስ ክርስቶስ ንጉስ ሰላም ንዑ ስለ ዝነፀጉ ሰላም ስለ ዝሓረሩ ክቃተሉሲ ነቲ ኣብ ቀይሕ ሓመር ፈረስ ተቐመጠስ ሰላም ከርሕቃ ተዋሂብዎ ዓብ ሰይፊ ዋ ተዋሂቦም ተወዳድዮም ኣብ ዓለም እቲ ናይ መከራ ዘመን ከምዚ እዩ ምናልባሽ እንታይ ክንብል ንኽእል ኢና እሞ ውግእ ድኣ እሞ እሞ መዋእልና ንሕና ብፍላይ ኣብ ውግእ ዝዓበና እወ ቀዳማይ ኩናት ዓለም እውን ነይሩ ሚልዮናት ጠፊኦም ካልኣይ ኩናት ዓለም ነ- ሚልዮናት ጠፊኦም ግን ከምዚ ዓይነት ኩናት ምፅዓቑ ምዕባዩ ምጥፍፉ ተራእዩ ኣይፈልጥን እዩ ምክንያቱ ኣብ ዝሓልፈ ሰሙናት ደጋጊምና ከም ዘንበብናዮ እንታይ ኢልና ኣንቢብና ኣልና ዓለም ካብ ዝፍጠርሲ ከምኡ ዓይነት መከራ ኮይኑ ኣይፈልጥን ዝብል ኣንቢብና ኣለና ስለዚ ከምኡ ዓይነት ቅድሚ ህጂ ተራእዩ ዘይፈልጥ እዩ ኣብ ትንቢት ዳንኤል ዓሰርተ ክልተ እውን ከምኡ ሰብ ካብ ዝሃለወላስ ከምኡ ኮይኑ ኣይፈልጥን ኢልዎ ኣሎ ኣብ ትንቢት ኤርምያስ ሰላሳ ሸውዓተ ድማ ልክ ከምኡ ኢልዎ ኣሎ እታ መዓልቲ ዓባይ እሞ ዝመዓራራ የልቦን ኢልዎ ኣሎ። ከምዚ ዓይነትሲ ተራእዩ ኣይፈልጥን እዩ። ስለዚ እቲ ካልኣይ ማሕተም ምስ ፈትሐሲ ኣንተበይ ከም ዝበልክዎ እቲ መጽሓፍ ምስ ገናጸለስ ዝንበብ ነገር የለን። እቲ ማሕተም ምስ ፈትሐ ዝንበብ ነገር የለን። እንታይ ደ ኣክሽን እዩ ዝመጽእ። እቲ ኣምበላይ ፈረስ ንሰባት ሓሶት ደልዮም ዓመጻ ደልዮም ንሰይጣን የሕሊፉ ይህቦም። እዚ ፍርዲ ናይ ኣምላኽ እዩ። ኣብ ትሕቲ ናይ ሰይጣን የሕሊፉ ይህቦም። ናይ ሰላም ክርስቶስ ናይ ሰላም ንጉስ ነጺጎ እሞ ንውግእ የሕሊፉ ይህቦም ንሓድነቶም መታን ክዋድኡ ምክንያቱ ንኣምላኽ ስለ ዘየቋጽሮ ኣብ ፍልጠቶም ብሓሳባቶም ከንቱ ኾኑ ሳልሰይቲ ድማ ነቲ ሳልሳይ ማሕተም ምስ ፈትሖ ኸዓ እቲ ሳልሳይ እንስሳ ንዓሞ ረአየ ክብል ከሎ ሰማዕኹ ረእኸ እውን እንሆ መጋል ፈረስ እቲ ተቀሚጥዎ ዘሎ ከኣ ኣብ ኢዱ ሚዛን ኣለዎ እዚ መጋል ፈረስ ኢልዎ ዘሎ ጸሊም ፈረስ ማለት እዩ ጸሊም ፈረስ ኣብ ኢዱ ከኣ እንታይ ኣለዎ ሚዛን ኣለዎ ኣብ መንጎ እቶም ኣርባዕተ እንስሳ ድማ ከም ድምፂ ዝበለ ሓደ ኮይኒ ክስርናይ ብዲናር ሓደ ኮይኒ ክስገም ብዲናር ዘይትን ወይኒን ኣይትጉዳ ክብል ከሎ ሰማዕኩ። እዚ ኮይኒ ክዝብ ዘሎ ሚዛን መምዘኒ መዐቀኒ ማለት መዐቀኒ ናይዚ ናይ ስርናይን ናይ ስገምን ስርናይን ስገምን ተጠቂሰን ኣለዋ ዘይቲ ወይኒ ኣርባዕተ ነገራት ተጠቂሰን ኣለዋ እዚ ኩሉ እዚ ብዋሕዲ ስለ ዝኾነ ኣብ ደጓዕ ኤርምያስ ደጓዕ ኤርምያስ እንታይ ነንብብ ኣብ ደጓዕ ኤርምያስ ሲ ደቂ እስራኤል ተማሪኾም ምስ ከሉስ ለቕሶ እዩ ዝበፅሖም ፀገም ዝበዝሖ ዝበፅሖም መከራ እዩ እናልቀሰ ኤርምያስ ፅሒፎ ማለት እዩ እንታይ ማይናስ ብመሸጣ ይመፅእ ኣሎ ኢሉ ምክንያት ዋሕዲ ስለ ዘሎ ሲ ማይ ሲ ኣይሽየጥን ኣብቲ ናይ ኣብ ዘመን ብራብቲ ግዜ ሲ ማይ ይሽየጥን ነይሩ ኣብቲ ቀደም- ቀደም ግዜ ማይ ስኡልካ ካሰትዮ ስለዚ ዋሕዲ ኣሎ ማለት እዩ ናይ ስገም ዋሕዲ ኣሎ ናይ ስርናይ ዋሕዲ ኣሎ ብሚዛን እዩ እናተመዘነ ብክቡር ዋጋ ውሕድ እቲ ነገር ውሕድ ከሎስ ብክቡር ዋጋ ይሽየጥ ማለት እዩ ስርናይ ስገም ወይኒ ዘይቲ እዚ መሰረታዊ ነገራት እዚ ኩሉስ ብክቡር ነገር የለን ተሳኢኑ ስለዚ ብካል ኣዘራርባ እንታይ ኣላ ንብል ኣለና ጥሜት እዩ ዘሎ ማለት ኢና እቲ መጋል ፈረስ ተቐሚጥዎ ዘሎ እንታይ ኣሎ ሚዛን ኣሎ ናይ ጥሜት እዩ መጋል ጸሊም ጸሊም ፈረስ ናይ ጥሜት ምልክት እዩ ኣብ መጽሓፍ ቅዱስ ከም ዝገለጾ ኣብ ዶጋ ኤርምያስ እንትኸድና ምዕራፍ ኣርባዓተ ጥቕሲ ሸሞንተ መጀመርታ ከነንብብ ኢና ድሕሪ ድማ ካልእቲ ጥቕሲ ኣባ ከነንብብ ኢና ዶጋ ኤርምያስ ጸሊም ናይ ምንታይ ምልክት ኢልና ኣለና ናይ ጥሜት እዩ መጋል ፈረስ ተቐሚጦ ዘሎ ከም ሚዛን ሒዙ መፅዩ ከምዚ ብለና ወላ ካብ ጥቕሲ ሓደ ክሳብ ሸሞንተ ዘሎ ከነንብብ ምስ ትሕዝቶ መታን ክርዳና ከመይ ኢሉ ኸ እቲ ወርቂ ጸለመ እቲ ኣዝዩ ጽሩይ ወርቂ ተለወጠ ኣማን እታ መቕደስካ መኣዝን ኩሉ ኣደባባያታት ተዘርወ እቶም ጭዋታ ደቂ ጽዮን ከም ጽሩይ ወርቂ ዝኸበሩ ከመይ ኢሎም ከም ኣቕሑ መሬት ከም ስራሕ ኣዳው ስራሕ መሬት ተቖጽሩ። ወኻሩኻ ከይተረፉ ኣጥባተን ሂበን ንክራኹረን የጥብዋ ኣለዋ። ወኻሩሲ ወኻርያሲ ንደቃሲ ትሓሊ ማለት እያ። እታ ጓል ህዝበ ግና ከም ሰገን በረኻ ጨከነት። ስለምንታይ? ጢሜ ስለ ዘሎ። ጨኪና ንደቃ ከማነ ኣይብላዐትን። ልሳን እቲ ገንሸል ብጽምኢ ኣብ ትንሓጉ ጠበቐ። ጽምኢ! ማይ መሰረታዊ ነገር ልሳን ናይ ቆልዑ ጠበቐ ቆልዑ እንጌራ እልምኑ ዝቆሰሎም ካየልቦን ካብ ዝኸፊ ዘመን ኣሎ ድዩ ቆልዑ እንታይ እንጌራ እልምኑ እሞ ዝቆሰሎም የልቦን ዋይ እቶም ጥዑም ምግቢ ዝበልዑ ዝነበሩ ኣብ ኣደባባያት ወድቁ እቶም ብቀይሕ ሓሪ ዝዓበዩ ግዱፍ ይሓቕፉ ኣበሳ እታ ጓል ህዝበይ ካብታ ኣእዳው ከይተንከያ ብድንገት ተገልበጠ ሶዶም ካብታ ሓጢኣታ ካብ ሓጢኣታ ይዓቢ መሳፍንታ ካብ በረድ ዘንጸባርቑ ካብ ጸባ ዝጽዕዱ መሳፍንታ እንታይ ካብ ጸባ እንታይ ዝኾኑ እዮም እዚ ኣብ ሕብረታት ይገልጽ ካብ ጻዕዳ ጽዕዱ ካብ ቀይሕ ቀይሕ ካብ ጸልም ጽልም እናበለ ክገልጽ ሕጂ መሳፍንታ ካብ ፀባ እንታይ ገብሩ ይፅዕዱ ማለት እዩ ኣብ ፅቡ እንከሎ ቀደም ማለት እዩ ኣብቲ ግዜ ፅቡ ናብ ምርኮ ከይዱ እንከለዉ ስጎምካ ካብ ቀይሕ ዕንቂ ዝቀይሕ ስጎምካ ካብ ቀይሕ ዕንቂ ዝቀይሕ ነይሩ መልክዖም ድማ ከም ሰፊሮስ ነበረ ሰፊሮስ ከዓ ኣዝዩ ክቡር እምኒ እዩ ከምኡ እዩ ነይሩ ጌፆም ሕጂ ዝኸውን ዘሎ ጌፆም ካብ ፀሊም ይፅልም ገጹ ካብ ምንታይ ይጽልም ካብ ጸሊም ዝጽልም ኮይኑ ዘሎ ሕጂ ገጾም ጸሊሙ ኣሎ ኣብ ኣደባባያት ኣይልለዩን ቆርበቶም ኣብ ዓጽሞም ጠቢቑ ነቒጹ ከም እንጨይቲ ኮይኑ ኣሎ ሕጂ ጸልም ናይ ጥሜት ኢልና ኣለና ምናልባሽ ኣብዚ ዘይብሩህ ክመስለኩም ይኽእል ግና ምዕራፍ ሓሙሽተ ጥቕሳሰ ተነኸይድ ምዕራፍ ሓሙሽተ ጥቕስ ዓሰርተ ከም ዝብለና ካብቲ ረስኒ ጥሜት እተልዓለ ኢሉ ረስኒ ናይ ጥሜት ኣይምፃ ተልዓለ ኢሉ ኣሎ ቆርበትና ከም እቶን ጸለመ ኢሉ ቆርበትና ከም እንታይ ኮነ ከም እቶን ጸለመ ስለዚ ኣኻሊ ዝኾነ ጭብጢ ኣለና ጸልም ምስ ጥሜት ከም ተተሓዘ ማለት እዩ ስለዚ እቲ ሳልሳይ ማሕተም ጎይታ የሱስ ክርስቶስ ምስ ፈትሐ ካብቶም እንስሳታት ሓደ ንኣሞ ርኣይ ክብል ከሎ ምስ ሰምዖ ከይዱ ምስ ረኣየስ እንታይ ርዩ ሓደ መጋል ፈረስ ጸልም ፈረስ ኣውድማ ሓደ ተወጭሒ ሚዛን ሂዙ መጺኡ ጸሊም ናይ ጥሜት ኢልናና ካብ ጥሜት ተልዓለ ቆርበቶም ይጽልም ኢሎ ካብ ገጹም ድማ ካብ ጸልም ይጽልም ኢልዎ ኣሎ እቲ መጋል ፍረስ እሱ እዩ ስለዚ ስርናይ ስገም ወይኒ ዘይቲ ብክቡር ውሕድ ከነሱስ ብክቡር ዋጋ ይሽየጥ ጥሜት ምልክት እዩ ስለዚ ሳልሳይ ዝመፅእ ጥሜት እዩ መበራበይቲ ክንከይድ ነቲ ራብዓይ ማሕተም ምስ ፈትሑ ኸኣ ድምፂ እቲ ራብዓይ እንስሳ ንዓሞ ረኤ ክብል ከሎ ሰማዕኹ ረኤኽዎ እንሆ ቡላ ፈረስ ስም ተቐሚጦ ዘሎ እውን ሞት እዩ ዝገደደ ኸኣ ሕጂ ቡላ ፈረስ ሓሙኽሻይ ፈረስ ሲ ይመፅእ ነይሩ መን ተቐሚጦ ነይሩ ሞት ሞት በዓል መፅዎ ኣብ ዓለም ሞት መፅዩ ኣብ ፈረስ ተቐሚጡስ ኣብ ዓለም ቅድም ፀረ ክርስቶስ ደሓር ውግእ ደሓር ጥሜት ኣብ መወዳእታ ድማ ሞት ባዕሉ ተወጢሑ መፅዩ ንበዓሉ ሞት ሕጂ ሞት ጥራሕ ከዓ ካልእ ኣይኮነን ብድሕሩ ከዓ ዝገደደ ኣሎ ካብ ሞት ዝገደደ እንታይ ዝገደደ ካብ ሞት ዳኣ ክትብሉኒ ትኽእሉ ኢኹም ንሱ ከዓ ንኣረ ክብል ከሎ ሰማኹ ረኹ እንሆ ቡላ ፈረስ ስም ተቐሚጦ ዘለዎን ሞት እዩ ሲኦል ከዓ ይስዕቦ ኢልዎ ኣሎ ብድሕሩ ከዓ ሲኦል ኣሎ ስለዚ ሞት ብስጋስ ኩላትና ንመውት ኢና ምሸውላ ኣማን ንመውት እዩ ኣማን ምስ ሞተ ናብ ገነት እዩ ዝኸይድ ዘኣማን ምስ ሞተ ግና ናብ ሲኦል እዩ ዝኸይድ ስለዚ ሰብ ምስ ሞተ ንጎይታ ዘይፈለጠ ናብ ሲኦል ስለዚ ኣብቲ ቡላ ፈረስ ተቐሚጡ ዝመፅእ ሞት ይመፅእ ብድሕርኻ ሲኦልካ ኣሎ ስለዚ ከቢድ ነገር ከቢድ ፍርዲ እዩ ንዓለም ዝመጽእ ዘሎ ማለት ነፍሳ ዝመጽእ ዘሎ ስለዚ ንሕና ክንጭክን ኣለና ወንጌል ክንነግር ኣሕዋተይ ክንጭክን ኣለና ወግና ምስ ሞትን ምስ ሲኦልን ምስ መናፍስቲ ናይ ጸልማት ገዛእቲ ዓለም ምስ ስጋን ደምን ኣይኮነን እዚ ክርድኣና ኣለዎ ፖዚሽን ናትና ክንፈልጥ ኣለና ምስጋን ደምን ኣይኮነን ሞትን ሲኦልን መጽኦሞ ንዓለም ኣነ ካብታ ንዓለም እትፍትን ናይ ፈተና ሰዓት ክሕልወካ ኢልዎ ኣሎ ክንሞልቕ ኢና ብምንጣቕ ግን ቅድሚ ምንጣቕ ንሓጂ ግና ንንገር ግዜ የለን ግዜ ይውዳእ ዘሎ ግዜ ናብ መወዳእታ ቅልጥፍ ኣሎ ሽዑ ሞት ኣብ ቡላ ፈረስ ተቐሚጡ ምስ መጸ ብድሕሪኡ ካብ ሲኦል ተመራሪሖም ምስ መጹ በርባዕተ ነገራት ገይሩ እዩ ንኣምላኽ መሊሱ ኣምላኽ ኣምላኽ መሊሱ ንዓለም ቀጻ ሓደ ብሰይፊ ኢልዎ ኣሎ ካልኣይ ብጥሜት ኢልዎ ኣሎ ሳልሳይ ብፌራ ኢልዎ ኣሎ ራብዓይ ብኣራዊት ምድሪ ገይሮም ንራብዓይ ኣፍ ምድሪ ክቐትሉ ስልጣን ተዋሃቦም የገርም እዩ ብምንታይ ብምንታይ ቀዳማይ ብሰይፊ ብኲናት ማለት እዩ፣ ካልኣይ ብጥሜት፣ ሳልሳይ ብፌራ፣ ኮቪድ ናይንቲን ወላ ሓደ ኣይኮነን ካብኡ ዝገድድ ፌራ፣ ራብዓይ ድማ ብኣራዊት ምድሪ ንራብዓይ ኣፍ ምድሪ ቀትሉ ስልጣን ተዋሃቦም። ራብዓይ ኣፍ ምድሪ እንታይ ማለት እዩ? ራብዓይ ኣርባዕተ ሰባት እንተለውሲ ካብ ኣርባዕተ ሰባትሲ ሓዲ ክመውት ማለት እዩ ኣብ ኣርባዕተ ሰብሲ ሓደ ሰብ ክመውት እዩ ብዙሕ እዩ ሕጂ ህዝቢ ዓለም ኣብዚ ግዜ እዚ ሸሞንተ ቢልዮን እዮም ዘለዉ ሸሞንተ ቢልዮን ናይ ሸሞንተ ሚልዮን ራባይ ኣፍ ክልተ ቢልዮን ክመቱ ማለት እዮም ክልተ ቢልዮን ሰባት ክመቱ እዮም ማለት ኣብ ሸሞንተ ሰብሲ ካብ ሸሞን ሰብሲ ክልተ ሰባት ክሞቱ ማለት እዩ ካብ ኣርባዕተ ሰብ ድማ ሓደ ሰብ ክመውት ማለት እዩ ኣብ ኣርባዕተ ሰብ ሓደ ካብ ሸሞን ሰብ ክልተ ስለዚ ለሰ ኣብ ትሬን ይኸዱ እንተሎ ካብ ኣርባዕተ ሓደ ክመውት ብዙሕ እዩ ክልተ ቢልዮን ሕጂ ምፃ እንተኾይኑ እሞ እዚ ነገራት እንተኾይኑስ ክልተ ቢልዮን ብሓንሳብ ክጠፉ ገና ከጀመረ ከሎ ኣብተን ኣርባዕተ ማሕተማት ከሎ ከቢድ ፍርዲ ይፅበ ዘሎ ሕጂ እዚ ራብዓይ ማሕተም ኣብቲ ራብዓይ ማሕተም ኣርባዕተ ፍርድታት እሞ ኣብ ብሉይ ኪዳን ድማ ኣርባዕተ ብርቱዓት ፍርድታት ኢሉ ገሊጽዎ ኣሎ ሰይፊ ጥሜት ፌራ ኣራዊት ምድሪ ይገርም እዩ ሕጂ ኣብዚ ሞደርን ግዜስ ኣራዊት ምድሪ ዶ እሞ ገዛኻ ተዓጻጺኻ እንተኾይንካስ ኣይመጻካን ሸኡ ከምኡ ዝበሃል ነገር የለን ኣምላኽ እንቲሎ ወላ ነቲ ኣፍሪሶም ክኣትውዎ እዮም መሕብኢ የለን ወላ ኣብ ሲኦል እንታቱ ኣውስ ኩዒተት ከውፅኦም ኢልዎ ኣሎ ኣብቲ ፍርዲ ኣምላኽ ዝኣዘሰ ኣው ክመፅእ እዩ ኣብ ትንቢት ህዝቅኤል ነዚ ነገር ጽቡቅ ገር ገሊጽዎ ኣሎ ምዕራፍ 14 ህዝቅኤል 14 ብምልእታ ኣብ ገዛ ጽቡቅ ገና ነንብቦ ነዘን ኣርባዕተ ፍርድታት ኣምላኽ ገሊጽዎ ኣሎ ህዝቅኤል 14 ንኺድ በዚ ኣቢልና ነዚ ናይ ሎሚ መዓልቲ ምትና ክንዛዝሞ ኢና ኦኬ እም፣ ብምልት ኣንብቦ ኣነ ግና ካብ ዓሰርተ ሰለስተ ጥራሕ ከንብብ ኣታ ወዲ ሰብ ሃገር ኣዝያ ጠሊማ ኣባይ ሓጢኣት እንተገበረት ኣነኻ ኢደይ እንተዘርጋሕኩላ ነቲ ምርኩስ እንጌራ ድማ እንትሰበርኩ ጥሜትካ እንትሰደድኩላ ሰብን እንስሳን እንተኣጽነትኩ እዞም ሰለስተ ሰብኣይ ኖህ ዳንኤል፣ እዮብ፣ ኣዋካን ዝጸንሑ ንሳቶም ብጽድቆም ነታ ንነፍሶም ጥራህ መናገፍዋ እብል እግዚኣብሄር። ስለዚ ሃገር እንጠሊማ ኣብዚ ቀዳማይ ፍርዲ እንታይ ዓይነት ፍርዲ ተዛሪቡ ዘሎ ነቲ ምርኩስ እንጌራ ብጥሜት ገረ እንተ ቀጽዐያ ነቲ ሃገር ሲ ኖህን ዳንኤልን እዮብን እዞም ጻድቃናት ኣብ ቅድሚ ኣምላኽ ዝቆሙ መጺኦም ዝልምኑሲ ንሶምሲ ብጽድቆምሲ ንገዛእ ርእሶም ጥራሕ መድሓኑ እምበር ነታ ሃገር ኣመድሓኗን ስለዚ ቀዳማይ ፍርዲ ልዎ ዘሎ ናይ ጥሜት ተዛሪቦ ዘሎ ኦኬ ካልእቲ ካብ ጥቕሳ ሰት ሓሙሽተ ጥሜት ሓንቲ ካብተን ዝራናይ ማለት ካልእቲ ድማ ካብ ጥቕሳ ሰት ሓሙሽተ ብሰሪቶም ኣራዊት ብሰሪቶም ኣራዊት ሓደ እኳ ኦኬ ብሰሪ እቶም ኣራዊት ሓደ እኳ ብኣ ምሕላፍ ክሳእ ዝስኣን ምድሪ በዳ ገይሮም ክሳእ ዘጥፍዋ ኣነ ሕሱማት ኣራዊት ኣብ ማእኸል እታ ሃገር እንተፈነኹ ስለዚ ኣብ ማእኸል እታ ሃገር ሲ ኣምላኽ እንታይ ይፍኑ ሕሱማት ኣራዊት ዝበዓሉ ዝቃተሉ ክፍኑ እንትፈነኹ ኢሉ እዞም ሰለስተ ሰብኣይ ከ ኣብኣ እንትፀንሑ ኣነ ህያው እየ እብል እግዚኣብሔር ኣምላኽ ንሳቶም ንርእሶም ጥራይ ድኣ መናገፉ እምበር ነወዳት ወይስ ነዋልድ ኣይመናገፉን እታ ሃገር ከ ምባደመት ኢሉ ስለዚ ካልእቲ ሕሱማት ኣራዊት ዝባሉ ልክ ኣብታ ራ ዮሃንስ ዝራና ኣብዚ ቀዳማይ ጢሜትሪ ናና ካልኣ ድማ እንታይ ሕሱማት ኣራዊት ዝባሉ ሳልሳይ ጥቕስ ዓሰርተ ሸውዓተ፣ ወይስ ንሰብን እንስሳን ካብኣ ከጽንትሲ ሰይፊ ኣብ ማእከል እታ ሃገር ይሕለፍ ኢለ ንሰይፊ ናብታ ሃገር እንተ ኣምጻእኩዎ። ስለዚ ኣምላኽ እንተ ኣዝዩ ሰይፊ ናብታ ሃገር ሕለፍ ኢሉ፣ ኣምላኽ ንሰይፊ ክእዝዝ ይኽእል እዩ፣ ንጥሜት ክእዝዝ ይኽእል፣ ነቲ ምርኩስ እንጌራ ክሰብሮ ይኽእል፣ ንኣራዊት ክሰድድ ይኽእል እዩ፣ ኣምላኽ እዩ ዝገብር። ኣብዚ ራእይ ዮሃንስ እዚ እማ ኣምላኽ እዩ ዝፍኑ ዘሎ፣ ጎይታ የሱስ ክርስቶስ ዝፈትሖ ዘሎ እቲ ማሕተማት ንዓለም ዝፍርዳ ዘሎ፣ ዓለም ትፍርደ ትፍረድ እያ ዘላ። ስለዚ ሳልሰይ ድማ ሰይፊ እንተ ኣምጻእኹ ኢሉ፣ እዞም ሰለስተ ሰብኣይ ኸኣ ኣብኡ ኣንት ጸንሑ፣ ኣነ ህያው እየ እብል እግዚኣብሄር ኣምላኽ። ንሳቶም ንርእሶም ጥራህ መናገፉ እምበር፣ ነወዳት ወይስ ነዋልድ ኣይመናገፉን። ስለዚ ሳልሰይቲ እንታይ እዩ? ሴፊ ወይ ሰብ እንስሳ ኣዋከ ጽንት ፌራ ፌራ ማለት ካ ተላጋቢ ሕማም ማለት ተላጋቢ ሕማም ፌራ መበራብዓይ ድማ ፌራ ተላጋቢ ሕማም ናብቲ ሃገር እቲያ እንትሰደድኩ ቁጥዕኻ ብደም እንትኸዖኹ ኖህን ዳንኤልን እዮብን እዋን ጸንሑ ንሳቶምሲ ብስጭቆም ነፍሶም ጥራሕ መናገፉ እምበር ኣነ ህያው እየ ይብል እግዚኣብሔር ኣምላኽ ወዲ ወይስ ጓል ኣይመናገፉን። ስለዚ እግዚኣብሔር ኣምላክ ከምዚ ይብል ኣሎ፣ ሰብን እንስሳን ኣብኣ ከጽንሲ ነተን ኣርባዕተ ብርቱዓት ፍርደይ፣ ኣብዚ ኣስተዕሉ፣ ኣርባዕተ ብርቱዓት ፍርደይ፣ ክንደይ ኣርባዕተ ብርቱዓት ፍርደይ ኢሉ ኣሎ። እንታይ እንታይ እሱ ሰይፊ ኢልዎ ኣሎ ጥሜት ኢልዎ ኣሎ ሕሱማት ኣራዊት ኢልዎ ኣሎ ፌራ እዘን ኣርባዕተ ብርቱዓት ፍርዲ ናይ ኣምላኽ እዩ ስለዚ ኣብ ራ ዮሃንስ መበር ራባይ ማሕተም ምስ ፈትሐ እቲ ቡላ ፈረስ ምስ መጸ ኣብቲ ብላ ፈረስ ድማ ሞት ተቐሚቱ ዝመጽ ሞት ዝመጽ ዘሎ ብድሕሪ ድማ ሲኦል እናሰዓቦ ምስ መጸ ንምድሪ ብሰይፊ ብጥሜት ብፌራ ብሕስማት ኣራዊት ገይሩ ራባይ ኣፍ ናይ ምድሪ ክመውት እዩ በዚ ሕጂ እንተቆፅርና ድማ ክልተ ቢልዮን ሰባት ክሞት እዮም በዚ ብርቱዓት ኣርባዕቱ ፍርዲ ናይ ኣምላኽ ስለዚ ፍርዲ ይፍጸም ኣሎ ኣብ ዓለምና ንብል ዘለና ማለት ኢና ስለዚ ናብ መጠቓለሊ ገፅና ኣቢልና ክንከይድ ነዛ ናይ ሎም መዓልቲ ትምህርትና ሎም መዓልቲ እንታይ ናሪና ራ ዮሃንስ ምዕራፍ ሽዱሽተ ካብ ሓደ ክሳብ ሸሞንተ ዘሎ ጎይታ የሱስ ክርስቶስ ነተን ቀዳሞት ኣርባዕተ ማሕተማት ከም ዝፈትሐ፣ ምስ ፈትሐ ድማ ኣርባዕተ እም ኣፍራስ ኣብቲ ኣፍራስ ድማ ተቐመጡ ኸ ኣለዉ። እቶም ኣርባዕተ ኣፍራስ ክመፁ ከለዉ ካብቶም ኣርባዕተ እንስሳ ድማ ንዓሞረ ንዓሞረ እናበሉስ ከም ዘራይዎ ሪና ማለት ኢና እቲ ቀዳማይ እም፣ ኣምበላይ ፈረስ ተቐሚጦ ዘሎ ድማ ጸረ ክርስቶስ ከም ዝመጽእ ድሓር ከም ዝግለጽ ንሕና ተነጥቕና ምስ ከድና ማለት ኢና ካልእ ድማ ሓመር ፈረስ ሓመር ድማ ናይ ውግእ እዩ ንሓድሕዶ መታን ክቃተሉስ ንምድርስ ካብ ሰላም ከረሕቃ ተዋሃቦ ኢልዎ ኣሎ ብዙሓት ክቃተሉ እዮም ኣብ ቁፅሮም ኣይነገረን ኣሎ ኣብ ተቐዳ ካልኣይ ፈረስ ኣብ ሳልሳይ ድማ መጋል ፈረስ ዝመፅእ ሚዛን ዝሓዘ ኣብኡ ተቐሚጡ ነይሩ ስርናይ ስገም፣ ወይኒ፣ ዘይቲ ብኽቡር ዋጋ እሞ ውሑድ ይሽየጥ። ጥሜት ከም ዘሎ ይዛረብ። ብጥሜት እውን ዝሞቱ ሰባት እውን ክህሉ እዩ ማለት እዩ። ነበር ራብዓይ ማሕተም ምስ ፈትሐ ድማ ሓደ ቡላዊ ናብ ሓሙሻ ዝመስል ፈረስ መፅኡ ኣብኡ ተቐሚጥዎ ዘሎ ድማ ሞት ባዕሉ ተቐሚጡ ብድሕሪኡ ድማ ሲኦል ስዒቦ መፅእ ንምድሪ ብጥሜት ብፌራ፣ ብሰይፊ፣ ብኣራዊት ምድሪ ክሳብ ራብዕ ኣፍ ምድሪ ክሳብ ዝቕተልሲ ቤዝ ገይሮም ይቐዝፎ ንምድሪ ከምቲ ኣብቲ ክንጅምር ከለና ዝበልክዎሲ ተሓዋወሰ ስምዒት እዩ ዘለና ነዚ ከነንብብ ከለና በቲ ንሓዝን በዝጠፍእ በዚ ንጎይታ ዘይፈለጠ ሰብ ንሓዝን ስለዚ እዚ ሓዘን እዚሲ ናብ ወንጌል ከብፅሓና ኣለዎ ክንፅሊ ኣለና ንዝረኸብናዮስ ክንነግር ኣለና ወንጌል ንብረትና ንወንጌል ክርስቶስ ጥጠው ክብል ኣለዎ ምና እዚ ሓቂ ዝተገሊፁና ሳይደቅሰካን ኦኬ በት በትኻ ንሕጎስ ጎይታ ይመጽእ ኣሎ ክወስደና ንዓና ድማ ኣናጊፉና ኣውስ የለናን ኣ ምንጣ ክኸውን ክንከይድ ኢና ኢና ንብል ዘለና ስለዚ በዚ ተሓዋወሰ ስምዒት ገና ክንጽሊ ኢና ንጎይታ ከነመስግን ኢና ቤት ቤት ድማ ንጎይታ ድማ ሓይልን ጸጋን ክእለትን ክበና እሞ ወንጌል ክንነግር ክንጽሊ ኢና ኣሕዋተይ ቅዱስ ናይ ዘላለም ኣምላኽ ኣብ ቅድመኻ ሎሚ እውን መጺና ኣለና ፈቃር ኣቦ ካብቲ ዝመጽእ ቁጣዕ ከተድሕነና ኢልካ ስምና ኣብ መዝገብ ህይወት ስለ ጸሓፍካዮ ተመስገን ነመስግነካ ኣለና ኣምላኽሲ ብጎይታና የሱስ ክርስቶስ ምድሓን ክንረክብ እምበር ንቁጣዓስ ኣይመደበናን ከም ዝበለ ቃልካ ተመስገን ስለዚ መደብ እዚ ስለዚ ዝመደብካና ተመስገን ብየሱስ ክርስቶስ ምድሓን ክንረክብ ስለዝመደብካና ተመስገን እንኳዕ ኣረኸብካና ጎይታ ኣሰይ እንኳዕ ረኸብካና ካብቲ ዝመፅእ ቁጣ ጎይታ ከተድሕነና ጎይታ ስለ ዝፈተኻ እሞ ስለ ዘድሓንካና ተመስገን ሕጂ ድማ ኣቦ ንፅሊ ኣለና ንስኻት ኩሉ ሰብ ክድሕን ናብ ፍልጠት ሓቂ ክመፅእ ድማ ትፈቱ ኣምላኽኻ እሞ ንባሮትካ ይዕጥቐና ጎይታ ናይ ወንገል ጸጋ ገርካ ዕጠቀና ጎይታ ኩሉ ንብረትና ንወንገል ክርስቶስ ተዳለወ ክኸውን ዝሓቂ ፈሊጥና ጎይታ ብዝኾነ ዋጋ ወንገል ክንነግር ጎይታ ርዳኣና ንጽሊ ኣለና ሕጂ ንወገናትና ስለ ስድራና ንጽሊ ኣለና ስለ ኣቦታትና ስለ ኣደታትና ስለ ደቅና ንጽሊ ኣለና ስለ ጎረባብትና ንጽሊ ኣለና ስለ ዝፈልጡና ሰባት ንጽሊ ኣለና ስለ መሳርሕትና ንጽሊ ኣለና ስለ ጎረባብትና ንጽሊ ኣለና ጎይታ ኣቦ ኩሉ ሰብ ክድሕን ናብ ፍልጠት ሓቂ ክመፅእ ዝፈቱ ኣምላኽ ኢኻ እሞ ጎይታ የዕንቶም ክፈተሎም ከምቲ ንዓና ዝበፅሓኻና ብፅሓዮም መጋረጃ ዘበለይ ቀንጠጥ። እቲ መጋረጃ ኣብ ልቦም ዘሎ ምስ ተቐንጠጠ ድማ ናብ ጎይታ ክምለስ እዩ ከም ተባህለ ጎይታ ንጽሊ ኣለና መጋረጃ ዘበለይ ቀንጠጥ ናባኻ ድማ ይመለሱ ንጽሊ ኣለና ኣቦየ ስለ ወገናትና ንጽሊ ኣለና እመን ንስኻን ቤትካን ክድሕኑ ኢልካና ኢኻ እሞ ስለ ደቅና ንጽሊ ኣለና ኣቦ ብጽሓዮም የዕንቶም ክፈጸሎም ስለ ኣቦታትና ስለ ኣደታትና ንጽሊ ስለ ኣሕዋትና ንጽሊ ኣለና ስለ ንፈልጦን ሰባት ንጽሊ ኣለና ስለ ጎረባብትና ንጽሊ ኣለና ጎይታ ጎይታ ወንገልካ ወንገልካ እዚ ወንገል መንግስቲ ድማ ኣብ ኩሉ ክንገር እዩ ክስበኽ ሽዑ ድማ መወዳእታ ክመጽእ እዩ ከም ተባሃለ ጎይታ ነዚ ምጽኣትካ ከነቀላጥፎ ጎይታ ርድኣና ጎይታ ንገሊኣቶም ካብ ካብ ካብ እቲ ዝረኸሰ ክዳኖም መንጥልኩም ካብ ሓዊ መንዝዖም ኢልካና ጎይታ ካብ ሓዊ ዝመንዝዕ ሓይሊ ሃበና ካብ ሓዊ ዝመንዝዕ ናይ ወንጌል ሓይሊ ሃባና ይገለጽ ብሽም የሱስ ኣሜን